ሰላም ሰላም ናተይ ቤሶ ተከታተልቲ ከመይ እኒኤኩም ዳሕና ድኩም ኣነ ዳሕና እየ እግዚኣብሔር ይመስገን ከምቱ ኣነ ዳሕና ለለክዎ ዳሕና ክትኮኑለይ ባዓልቲ ምሉእ ተስፋ እየ ሎማዓንቲ ካዓ ብፍልይ ልበለ ቪድዮ እየ መፅኤኩም ቪድዮ ታኣዩ ተይልኩምኒ ያው ክሰርሐሉ ለላሓሰብኩ ነይረ እየ ምክንያቱ እቱ ክሰርሐሉ ልሓሰብኩ ከይደ ባዓይነይ ስለ ልረእክዎ ማለት እየ ኣጋጣሚ ምስ ክልተ ሰባት ከይደ ኣለኩ ካርጎ ልምቅባል ማለት እዩ ኣብቲ ልኸድኩሉ ግዜ ደሞ ብጣዕሚ ይቀረፅ ኣሎ ኣብዚ ሕዚ ግዜ ማለት እዩ። ቀረፅ ተበልኩኹም ንውር ከይመስለኩም ልሓንቲ ኮምቦርታ ኣካዊ ሽዱሽተ ሽሕ ሸሞንተ ሽሕ ልኸፈልሉ ሰባት ኣለው። ክዳውንቲ ከዓ ሓዱሽ ክዳን ኩሉ ግዜ ለይብለክን እየ ሓዱሽ ክዳን ክትገዝኣ ተለኽን ወረቀት ኣለዎ ምሽቲ ወረቀት ቀንጢስካ ኢኻ ትሕዞ ማለት እዩ እና ብዚ ሐዚ ግዜ ካርጎ ክትልእካ ትሓስብ ለኽን ብጣዕሚ ብጣዕሚ ጌጋ ማለት እዩ ብጣዕሚ ቀረፅ ለሎ ሐዚ ኣነ ከምፅ ተለኹ ግን ኣከባቢ ክልተ ሚእቲ ገለ ኪሎ ኣምፅኤ ኣለኹ ተዘይ ተጋግየ ግን ሸሞንተ ሽሕ እየ ከፊለ ኣፍቲ ጅምሩክ ማለት እዩ ከይደ ሸሞንተ ሽሒ ገለ ካፊለ ድዩ በቃ ካብ ስካዕ ትሽዓንተ ተይለ ተጋግየ ሸሞንተ ሽሒ ገለ ወይ ትሽዓንተ ሽሒ ገለ እየ ከፊለ ካብኡ ደሞ ናይ መሳፈሪ ካፊለ ማለት እዩ ግን ኣብዚ ሕዚ ግዜ ለሎ ግን ቀረጽ ክነግረክን ኣይክእልን እግዛብሄርን ይብለክንኩ ተቁሒክን ኣብኡ ኢክን ገዲፍክንኦ ትወጻ ማለት እዩ እና ከይትልእካ እየ ልብለክን ሕዚ ምስቲ ኩነታት ለሎ ለይኮነ ቅድም ኢሉ ቅድሚ ሰለስተ ኣርባዕተ ወርሒ እየ ሪኦዮ ነይረ ብቅድሚ ክልተ ወርሒ ካብ ድማ ናዛ ሓንቲ ሪኦያ ነይረ እና ቀረጽ ብጣዕሚ እዩ እኒኦ ማለት እዩ ካብኡ ደሞ ብሕተክን መሰረት ዝሓተትክና ነለኽን ግድር ጸቕጢ ሲ ኣብ ትግራይ ኣሎ ዶ ከም ናይ ሱዑዲ ዝበልክኒ ኣሎ እዩ እንድዒ ዝሮ ዝሮ ኣነ ሪኦዮ እየ ብደገነቱ ግን ካም ዙና ሱዑዲ እዩ ካብ ደገ የምጽዎ ማለት እዩ ኣለ እዩ ዛምበይተይ ካልኣይ ሕቶ ደሞ እቲ ድስትኽስ ትጥቀሙሉ ድኽስ ልመልክዕ እዩ ልበልክና ሓፍተይ ይጥቀመሉ እየ በተለይ ልስጋ ምናምን ተብተብ ተይለ ገለ ስርሕርሕ ኣቢለ ቅልሊ ኣቢለ ክድን ኣቢለ ቀልጢፉ እዩ ልወስል ግድር ፀቅጥስ ጥቅሙ ትፈልጡ እየ እክ እና ይጥቀመሉ እየ ልመልክዕ የኮነይ ኣነ ልመልክዕ ኢለ ልገዝኦ ኣቅሓ ባይዘወይ ኣብ ገዛይ የብለይ ካብ ሰብ ክልምን የብለይ ኣቅሓ ጠቕሊለስ ክዳሰ ሃው ንክብሎም የብለይ ልብሎ ነገራት ስለ ልገዝኦ ኩሉ ነገር ልጥቀመሉ እየ ልገዝኦ እና ዛምበይተይ ተመሊስልኪ ክኮን ተስፋ ይገብር ሰላም መብይይ እግዛብሄር ይመስገን ኩሉ ነገር ሰዲደ እየ ናብ ትግራይ ክመፅእ ደልየ ላንጋ ላንጋ ኮይነ እንታይ ትመክርኒ ዝበልክኒ ሓፍተይ ደሞ ካም ኣነ ሓንቲ መብራት ኣብ የትም ቦታ ከይድኪ ክትሰርሒ ትኽእሊ ተኾይንኪ እእሙረኺ ኣነ ክነብር ይኽእል እየ ሰሪሐ ካብ ማንም ተይ ተስፋ ተይገበርኩ ካብ ማናም ተራዳኖት ነፃ ኮይነ ኣነ ኣብ ትግራይ ይኹን ካብ ትግራይ ውጪ ሰሪሐ ክበልዕ ይኽእል እየ ይሃልወኒ ኣይሃልወኒ ብዘይገድስ እንድሕር ትብሊ ኮይንኪ ዓድኺ ክትመፂ ትኽእሊ ኢኺ ኩሉ ነገር ሃምለለኪ እንኳን ኣብቲ ፅሑፍኪ የመልክት እሎ ግን ብዛዕባ ክመጽእስ ላንጋ ላንጋ ኮይነ ላንጋ ላንጋ ክትኮኒ የብልኪ ኣብ ላንጋ ላንጋ ካዓ ሂወትካ ምስኣን ኣሎ እዩ እና ቅድሚ ኩሉ ልዕሊ ኩሉ ልሂወትኪ ምንባር የድሊ እዩ እና ላንጋ ላንጋ ኣይትሓዚ ምጽኢ ንቅበለኪ እየ ልብል ኣብዚ ደሞ ብዘይ ካርጎ ምስ ባዕልና ሒዝናዮ ንኸድ ንኽእል ዶ ኣቁሑት ይፍቀድ ዶ ኣቁሑ ኣነ ህዚ

ኣርባዕይ ሓሙሽተይ ኪሎ ኣሎ ብነጻ ማለት እዩ ከኪ ዕስራይ ሰለስተይ ኪሎ እዩ ክትገብሩ እያ ኣብ ክልተ ኣብ ሓደ ምግባር ኣይፍቀድ እዩ ካብኡ ደሞ ኣብዚትክን ደሞ ዓሰርተ ኪሎ ይፍቀድ እዩ ህዚ እንድዕ ተተቀይሩ እምበይ ዓሰርተ ኪሎ ይፍቀድ ካብኡ ደሞ ዋላ ዓሰርተ ኪሎ ይኹን ካብቲ ኣርባዕይ ካብቲ ኣርባዕይ ሓሙሽተይ ውጪ ካብተን ዕስራይ ሰለስተ ዕስራይ ሰለስተ ኪሎና ካዛና እዚኣ ዓሰርተ ኪሎ ውጪ ተሊክን ዓሰርተ ኪሎ ትኹን ዓሰርተ ሓሙሽተ ኪሎ ትኾን ግን የኽፍሉ እዮም ማለት ብጣዕሚ እዮም ክባር ለዛሙ ለኽፍሉ ኣብኡ ዳርጋ ዓሰርተ ኪሎ ትኾን ምሳይ ነይራ ኣካባቢ ሓሙሽተ ሚእቲ ሪያል ኣኽፊሎምዋ ማለት እዩ ግን ኣቑሑ ምስ በዓለ ኢለ ኣምፂእ እየ ግን ብዙሕ ቅርሺ የኽፍሉ እዮም እንድሕር ካብተን ዕስራይ ሰለስተ ዕስራይ ሰለስተ ኪሎ ኣብዚሕኽንኦ ማለት እዩ ደቂ ዓበይቲ ሓምሻይ ሕቶ እንታይ ኢኺ ደቂ መዳም ደቂ መዳም ትብልና ወለዲ እኮ ኣለውና እዮም ወይለኪ ደቂ ሂዋን ዘይትብልና ዝበልክኒ ሓፍተይ መጀመርያ ጓል መዳም እየ ልባዕለ ኢለ ዝሓፍተይ መዓረይ ቂር ተይልኪ ቅራር ምስታይ ትኽእሊ ኢኺ ኣነ ከም ሓንቲ መብራት ልውስልተሉ ሰብ የለይ ኣነ እንድሕር ጸሪፈክን እንድሕር ክብርኽን ዝቅ ኣቢለክን እየ እምበይኮ ደቂ መዳም ለይትውክላ ልዋዕሉ ብዙሓት ኢኽን ምኽንያቱ ከማኺ ልበለ ልዋዕሉ ማለት እዩ ኣነ ልፎርሐሉ ነገር የብለይ ሰብ ብጣዕሚ እየ ለኽብር ግን ሱቅ ኢሉ ከም ከምዚ ናቱ ኣተሓሳስባ ገይሩ ቦግ ኢሉ ልመጽእ ግን ኣነ ደሞ ዋግኡ እየ ልህቦ እና ከማኺ ልበላ ልዋዕሉ ንደቂ መዳም ንዓና ኣይውክላይ ማለት እዩ ዝሓፍተይ ተመሊስልኪ ክኾን ተስፋ ይገብር ወለዲ የብልኪ ወይ ከዓ ድቓላ ኢኺ ወይ ከዓ ከምዚ ኢኺ ኣይበልኩኺ ደቂ መዳም ልበለና ከዓ ኣይፎልጦ እየ ኣነ ዝፀነሐኒ እዩ ጓል መዳም ዲኺ ተይልና ኣነ ሕዚ ብጣዕሚ እየ ልሕጎስ ምኽንያቱ ስርሐይ ስለ ልፎልጦ ሰሪሐ ጠንካራ ሂዋን ኮይነ ዓደይ ስለ ላኣተኹ ጓል መዳም ይበለኒ ሽንትቤት ሓፃቢት ይበለኒ ዓዲ ዓረብ ዲኺ ነይርኪ ይበለኒ ካም ጸጋ ገይረ እየ ልቅቦለ እና ቂር ተይልኪ ቅራር ምስታይ ትክእሊ ኢኪ ወላ ለኣየ ካዓ ለይምክትታል ትክእሊ ኢኪ ወስሊተ ለመፆ ነገር ለምፆ ነገር የብለይ ዛሓፍተይ ማዓረይ እና ከምቲ ናትክን ኣታሓሳስባ ሓደሓደ እኒኢክንሲ ከምዚ ናትክን ኣታሓሳስባ ልሓስብ ሰበይቲ ግበራ ኣን ሀዝስ ጓል መዳም ማለትሲ ምስ ሃገረ እየ ልጽውዐሉ እምበይ ንምንታይ ወጺኡ ከመይ ኣይበሊ ኣነ ሲና ጋስ ታይ ክበልዕ ከመይ ገረ ሰሪሐ ቀየር ከመይ ለለት ጓል ኣነስተይቲ ክኾን ኣለኒ እየ ልብል እምበይ ጓል መዳም ተብሂለ ከምዚ ኢለ ወለድ ደለውና ዶ ከምዚ ኢለስ ኣይፈልጥ ኢና ዝሓፍተይ መዓረይ ትርጉም ለለዎ ቃላት ምጽሓፍ ይከኣል እዩ እንድሕር ቂር ኢልኪ ደሞ ቅራር ምስታይ ትኽእሊ ኢኺ ማለት እዩ ኣይትሸ ሻድሻይ ሕቶ ደሞ ኣይትሸወዳ ኩሉ ዓድና ኣሎ እዩ ቅርሽኽን ሒዝክን እተዋ ኣነ ሓቲተና ንድኣየ መሊሰ እምበይ እግዚኣብሔር ይመስገን ለየለ መረጃ ለቅርብ ጓል ኣነስተይቲ ኣይኮንኩን ምኽንያቱ ብሕልናይ ዕግብቲ

ኣብ ትግራይ የለዋ ቅርሽኽን ኣብ ተቕሑ ውዕልኦ ልወልክዎ ቪድዮ ወይ ከዓ ፅሑፍ የለይ ዛምበይተዋይ ማዓረይ ሻብዓይ ሕቶ ኣብዙይ እዙይ ምስዳድ ብዙሕ ቅርሺ እዩ ዝውድእ ካብቲ መግዚኡ መስደዲኡ ካብቲ

ክሰዶለ ርካሽ እዩ ክገዝኦ ተለኩ ደሞ ንእሽተይ ንእሽተይ ላገበርኩ ስለ ልገዛእክዎ ምንም የጎደእኒ ግን ኣውዙይ ደሞ ከይንቀርፀልክን ቡዙሕ ሰብ ዓይኒ እዩ ላብ ዓይኒ ትግራይ ተወፂት ኣይክኮን ሓዊ ዶ ክኮን ረመፅ ዶ ክኮን ተቃፂልና ዶ ክንሓድር እዩ ልብል ላብ ሚድያ ክንቀርፀልኩም ገለ ተይልካዮም ማለት እዩ እቶም ሓደ ሓደ ለባማት ካዓ ታይ ይብልካ ንዕነ ስርሓልና ቪድዮ ይብልካ ልሰራሕ ናሎም ማለት እዩ ልኣብነት ሀዚ ዳቁምሳጡን ዳሶፋ ምናምን ልሰራሕ ኩሎም ንዕንደ ስርሕልና ማዓልታዊ እዮም ሉሊኒ እቶም ሓደ ሓደ ግን ከም ልቁሑ ገለ ግን ዎ ኣደዳ ግብሪ ክትገብራና ወይ ገለ ዓይኒ ሰብ ዓይኒ ትግራዋይ ገለ እዮም ሉሉና ንበይ ቡዙሓት ይሓታኒ እዮን ዋላ ብመሰንጀር ቃሪፅካ ምምፃእ ትዓቤ ኮንኪ ሓደ ልባዕለይ ቪድዮ ለይጠቅመኒ እዩ ካልኣይ ካዓ ንዓካትን ደሞ ትራጋጋዓ ማለት እዩ ግን ብዙሕ ሐዚ ግዜ ኣቁሑ ብጣዕሚ እዩ ሃይንዩ እግዚኣብሔርን ብጣዕሚ ማለት እዩ እና ልምቅራፅ ተዓብየ ለይኮንኩ ስለ ልክልኩሉና እዮም እምበይ ተዋይ ኣነይ ሜሪ ኩሉ ግዜ ኢና ንከድ ግን ስለ ልከሉእና እዮም እምበይ ከተማ ተይከድና ውዒልና ኣይንፈልጥ ኢለ ኣብኡ ከዓ ገዛይ ቀረባ እዩ ማለት እዩ ኣውዚ ከዓ ማርያምን ጎበዝ ኢክዋ ገዛ ኣለኪ ዶ ገዛ ገዛኺ ገዛ ኸራይ ኣብ መቐለ ስለ ዝኾንኪ ገዛ ክገዝእ ደልየስ ተማኽርኒ። እና እምበይተዋይ እወ ገዛ ኸራይ ኣብ መቐለ እየ ገዛ የብለይ ቦታታት ግን ኣለውኒ ዛምበይታይ መዓረይ እና ገዛ ቅርሺ እንድሕር ኣሊኪ ገዛ ክትገዝኢ ፅቡቕ እዩ ልሓመኪ ኢላ ተቓንዘኺ ተኾይንኪ ኣይትጨናነቒ መጀመርያ ልዕሊ ሂወትኪ ገዛ ኣይዓቢ እንድሕር ቅርሺ ኣልይኪ ግን ክትገዝኢ ትክእሊ ኢኪ ገዚኤስ ከስርሕ ዓቅሚ እኒኤኒ እዩ እንድሕር ኢልኪ ክትገዝኢ ትክእሊ ኢኪ ኣይ ኣነ ዓቅሚ የብለይ ቃንዛ ስቃይ ተልይኪ ብጣዕሚ ልሕመኪ ተኮይኑ ግን ልዕሊ ሂወትኪ ስለለየለ ቦታ ካማይ ሓፍትኪ ቦታ ግዝእ ግዝእ ኣቢልኪ ዓድኺ ኣቲኺ ሰሪሕኺ ትነብሪ ትኽእሊ ኢኺ እየ ልብለኪ ኣነ ሓፍትኺ ማለት እዩ ታሽዓይ ሕቶ የቀንየልና መብዬ ኣነሲ ደስ እናበልክኒ እየ ዝከታተለኪ ዛምቤተይ ኩሉ ግዜ ምፅና መስከረም ክመፅእ ይሓስብ ኣለኹ እቲ ዓዲ ዘሎ ሰብ ግን ኩናት ክጅምር እዩ ናበይ ክትመፂ ገለ እናበለኒ እና እንታይ ትብልኒ እያ ኢላትኒ ዛምበይተይ ወዲ ሓውኪ ጓል ሓፍትኺ ወይ ወድነኺ ኣይላኣኸልኪ እስኺ ትነብሪ እሞ ትወልዲ እሞ ትዝምዲ እሞ ድሕሪኡ ኣፍቱ ልዓበኹሉ ወይ ከዓ ኣፍቱ ልደኸምኩሉ ወይ ከዓ ልሓመምኩሉ ወይ ከዓ ኣብ ኾነ ፀገም ክበፀሐኪ ተሎ ውላድኪ እዩ ልኾነኪ ምኽንያቱ ወለድና ወሊዶምና ስደት ከይድናስ ዓቕምና ረዲእና ላብዚ ደረጃ እዚ ክዓ በቒዕና። ንዓና ክዓ ዕረፍትና ውላድና እዩ። እና ናሰብ ወረ ኣይትስምዒ ኩናት ንዓኺ ጥራሕ መፂኣ ትወቕዐኪ ኩናት የላይ ወይ ክዓ ንዓኺ ጥራሕ በሪራ ትመፅእ ብዓል ግዜ ርግጥ ይጉዳእ እዩ ይሞት እዩ ግን ደሞ ልዕሊ ዓቕምኺ ልሰብ ኢልኪ ናሰብ ወግዒ ኢላ ሰማዕኺ ዓዲ ማትኪ ተቀመጢ ኣይብለኪ ዓድኪ እተዊ ዛምቤተይ ማዓረይ በተለይ ኣነ ሃም ካሊእ ገዛ ገለ የኮነይ መናገዲ ተሊኪ ኣነ ሰሪሐ ወፅየ ኣትየ ክበልዕ ይክእል እየ ልገዛ ክራየይ ክከፍል ይክእል እየ ልቀለበይ ክከፍል ይክእል እየ ምንም ነገር ላብና ሰብ ተስፋ ወይካዓ ተፀባይነት ነፃ እየ ተይልኪ ናሰበይ ትስምዒ ዛምበይተዋይ ውላድኪ እዮም ልሸሺኪ ዓድኪ እተዪ እየ ለኪ ካም ኣነ መብራት ማለት እየ ዓስራይ ሕቶ በቃ ብርእስክን ክንጓዓዝ ማለት ድዩ ካብ ሱዑዲ እንታይ ሒዝና ከም ንመፅእ ንዓድስ ጠፊኢና ማለት ድዩ ወይስ ጉድ ቪድዮ መስርሒ ደኣ ኮን ቪድዮ ልምስራሕ ትጥቀምሉ እምበር ኢላትኒ ዛምበይተይ እዙይ ናትካ ኣተሓሳስባ እና ናትኪ ሞራል እዩ ኣነ መብራት ማለት እዩ ካም ሓንቲ መብራት ካም ሓንቲ መብራት ሰሪሐ ላኣቲ ኢቱብ ተተዓፅዩ ናጋነተይ ካሊእ ስራሕ ሰሪሐ ከም ላኣቲ ልተኣማመን ጓል ኣንስተይቲ እየ ካማኺ ክንዳኺ ልልክዓ ደቂ ኣንስትዮ ኣይኮንኩን ማለት እዩ መጀመርያ ክትፈልጥኒ ኣለኪ ቪድዬ ተሰራሕኩለ ምንም ችግር የውሊ ግን ሓቲተናኒ ከማኺ ክብሪ ለይብለን ለይኮናስ ከም ባዕለይ ሰብ ስለለኽብር ሰብ ስለለኽብረኒ ከም ባዕለይ ሓሲበ ሓቲተናኒ ደቂ ኣንስትዮ ኣሕዋተይ ማለት እዩ ኣነ ባዕለይ ኣብ ስደት ኮይነም ከምኡ ስለልሓትት ነበርኩ ሓቲተናኒ ኣኽቢረ ደኣየ ሕቶ እንምልሰለን እምበይ ብማንም ጓል ኣነስተይቲ ቪድዮ ሸቂጠ ኣይፈልጥይ ተወረየ ተበለ ከምዝይ ተባሃለ እኳ ኢለሲ ላብ ማሕበራዊ ሚድያ ሒዘ መፅየ ኣይፈልጥይ ካም ካሊእ ሰብ ማለት እዩ ካምዚ ካማኪ ትብልይ የለከ ማለት እዩ ኣነ ከዓ ሃሳሳት ኢክን የወልኩይ ደንቆሮ ኢክን የወልክይ እዙይ እቲ ናትኪ ኣተሓሳስባ ኢኪ ትነግርኒ ኣለክይ ማለት እዩ ኣነሲ ሰብ ይመኽረኒ እሞ ሰብ ይመኽረኒ ካብኡ ካብቱ ልመኸረኒ ልደለኹዎ ይሕዞ ለይደለኹዎ ደሞ ይድርብዮ ማለት እዩ እና እዛ ሓፍተይ መዓረይ እዚ እቲ ናትከ ኣተሓሳስባ እዩ እምበይ ለኣየይ ለኣነ መብራት ኣይውክል ቪድዮ ብሰብ ልሰርሖ ቪድዮ የብለይ ርግጥ ክሰርሕ እየ ግን ክሰርሕ ተለኹ ግን መልእኽቲ ሓዘል እየ እምበይ ሱኢለ ከምቲ እስኺ ተውርዮ ኣለኺ ከምቲ እስኺ ልሰብ ትግምትዮ ሰብ ኣይግምቲ ዝሓፍተይ ማዓረይ ተመሊስልኪ ክኮን ተስፋ ይገብር እዛ ሽቶ ኣብ ሺኤን ትርከብ ዶ ልበልክኒ ሓፍተይ ካዓ ኣብ ሺኤን ትርከብ እያ ይብላ ኣየን ግን መብዛሕቲኤን ግን ክልተ ዓይነት ስለ ልኮነታ ሽቶ ማለት እዩ ክልተ ዓይነት ስለ ልኮነታ ሽቶ ከይትዳናገረክን እንትን ግበራ ካብ ዕዳጋ ግዛት ሓንቲ ወይ ሰላሳይ ወይ ሰላሳ ቅርሺ እያ ወይ ዕስራይ ሓሙሽተ እያ እታ ኣስሊ ግን ኣርባዓይ ሓሙሽተይ ሪያል እያ ማለት እዩ መብዛሕትኤኸን እንትን ኢልክናኒ ነርክን ሓንቲ ደሞ ፌስቡክ ኣቕምጥለይ ወይ ከዓ ቁፅሪ ስልከይ ይልበልክኒ እምበይተዋይ ኣውዙ ትሕቲ ፍሮፋይለይ ኣለክን እዩ ወይ ካዓ ፌስቡከይ ትደልያ ኣሕዋተይ ደሞ ኣፍቱና ፍሮፋይለይ ናድሕሪት ትደልያ ተኮንክን ደሞ ጀግና ያ ኣረብ ኣገር ሴት እዩ ልብል ማለት እዩ ኣፍቱ ፍሮፋይለይ ብድሕሪት እኒኦ ናካልኣይ ፍሮፋይል ኣብኡ እኒኤክን እዩ ኣቲክን ምሕታት ይካኣል እዩ ደስ ልበለክን ክትሓታኒ ትክእላ ኢክን ከምቱ ብመሰንጀር ላኣትክንም ትሓታኒ ኣለክን ከምቱ ኣብ ኮሜንት ዩቱብ መፂክንም ትፅሕፋለይ ኣለክን ኣነ ካዓ ንክምልሰልክን ዝግጁ እየ ማለት እዩ ደቂ ዓበይቲ ኣትን ሓደ ሓደ ሕማቅ ነገር ትጽሕፋ ኣትን ሓደ ሓደ ብመለክዒክን ሰ ትልክዓ ግን ከምኡ ኣይኮንኩን ዘን ኣሕዋተይ ማዕረ እሺ ሓደ ሰ ማሕበራዊ ሚድያ ክሰርሕ ተሎ እቲ ማሕበራዊ ሚድያ ክጠፍእ ተሎ ካሊእ ሂወት ወይ ከዓ ካሊእ ስራሕ ተዋናጭፉ ክሰርሕ ከም ልክእል ክነግረክን ይደሊ ብዚ ኣጋጣሚ ማለት እዩ ሓደ ዩቱብ ጥራሕ የኮነይ ልሰርሕ ብዙሕ ዓይነት ስራሕ እይ ልስርሕ ኣነ ህዚ ዩቱብ ጥራሕ የኮንኩይ ልሰርሕ ስለዚ ኣንተው ዓዲ ዓረብ ጠብኽ ኽዳን ምሕጻብ ገዛ ምሕጻብ መንደቕ ምውልዋል ንሰርሖ ከምኡ በየዓይነቱ ስራሕ ስለለለና ናይ ኽን ቪድዮ ጥራሕ ላሰራሕና ኣይኮናን ብዩቱብ ንመሓደር እና ኣትን ሕማቕ ትጽሕፋ መለክዒ ኽን ስለልኾነ ናይ በዓልትኽን መንነት እዩ ክጽሕፋ ትኽእላ ኢኽን ምንም ክብለክን የኽእል ደቂ ዓበይቲ ዋይ መዓረይ ኣትን ጽቡቅ ትጽሕፋ ካሊእ ሕቶ ለይተመለሰ ተንተልዪ ግን ሕቶ ምሕታት ይከኣል እዪ ዘን ኣሕዋተይ መዓረይ ኩሉ ግዜ ለይብሎ እየ ብጣዕሚ ደቂ ኣንስትዮ ሲ ሓደ ሓደ እየን ግን ንኩሉ የኮነይ ሓደ ሓደ እኒኤክን በተለይ ደቂ ኣንስትዮ ሲ መንነትክን ትገልጻ ሰባት ኣለኽን ማለት እዩ ግን ለኣየለ ሓንቲ መብራት ኣይገልጽ እዩ መብራት መብራት እየ መቸምም መቸምም ኣይወድቅ እዩ ርግጥ ዘይስበር ልቢ ዘይብለ የኾንኪ ወይ ከዓ ለይነብዕ የኾንኪ ወይ ከዓ ለይሓርቅ የኾንኪ ወይ ከዓ ለይጽግመኒ የኾንኪ ግን ካም ሓንቲ መብራት ጽባሕ ኣብ ጽቡቅ ደረጃ በጺሕ ከርእዮ ልኽእል ሰብ ስለለለኒ ክሰርሕ ክስሕቅ ክጭፍር ኣብ ልልዓለ ደረጃ በጺሐ ደሞ መርኣያ ደቂ ሰባት ክኮን እየ ልደሊ ብሓደ ሓደ ሰባት ልስበር ሰብ ለይኮንኪ ግን ክምልሰልክን ስለ ልደሊ እየ ኣትን ጽቡቅ ትጽሕፋ ኣትን ጽቡቅ ትምነያ ለይ ለእግዚኣብሔር ኣምላክ ንዓይ የምስልክን ካብ ላብ ዓድካ ብሰላም ምእታይ ልዓቢ ደስታ የለይ ማለት እዩ እና ዝነበረኒ ውዕሎ ናይ ሎማዓንቲ ነዚ የመስል ሓሳብ ሪኢቶ ተልይክን ወይ ካዓ ትሓተኦ ተልይክን ደሞ ኣብ ኮሜንት ኣቅምጣለይ ብጣዕሚ እየ ልፎትየክን ብጣዕሚ እየ ለክብረክን ምክንያቱ ብበዝሒ ደቂ ኣንስትዮ ስለ ልርእይ ማለት እዩ ኣብ ልከድክንኦ ሰላም እግዚኣብሔር ይዝሐልክን ዘን ኣሕዋተይ ማዓረይ መጨረሻክን የፀብቀልክን ኣብ መላእ ስደት ለሎ ወዲ ሰብ ፍጡር ካዓ ሓሳብ ልቡ ኣስሚሩ ንመሬት ዓዱ የብቆዐዮ ሰሰናዩ ንዓኹም ይፈትወኩም እየ ሼር ላይክ ሳብስክራይብ ኮሜንት ከይትርስዑ ባይ